የኽብረልና ክብረት ይሃበልና ያው ተመልከትና በብገዘም ኮይኖም ከም ዘስተማቐርዎ ተስፋ ንገብር እሺ ኪሮስ ናባኻ ክመጽእ እየ ዓርክኻን መምሃርትኻን ነብሴር ዶክተር ኪሮስ ኣለማዮ ብሂወት ተዝህሉ እንታይ ክደርፈልካ ምደለኻ ነርካ
ብሂወት እንተዝህሉ ነይሩ እወ
እንታይ ክደርፈልካ እንተመነኻ እወ
ምቕናይ
ፅቡቅ ንእሽተይ ዶ ትብለልና እስኪ ዋላ ዘየለኹሉ ምቕናይ ፅቡቅ እዩ ኣለኹ እየ ዝብል እየ የለኹን ኣይጥዑምን ምቕናይ ፅቡቅ እዩ ዋላ ሓደ ሰሙን እየ ዝብል ደርፊ ይፈትወሉ
እስኪ ንእሽተይ ብዛዕባ ነብሲር ዶክተር ኪሮስ ኣለማዮ እስኪ ንእሽተይ ዋግዕና ምስ ኪሮስ ንእሽቶ ቆልዑ እናሃለና ኢና ስንቃጣ ዝበሃል ሕዚ ፍረወይኒ ዝበሃል ከተማ ኣብኡ ኢና ተማሂርና ሳልሳይን ራብዓይን ሓምሻይ ክንሓልፍ እንከለና ንውቕሮ መጺእና ውቕሮ ክልተ ኣውላዕሎ ማለት እዩ ሳልሳይን ራብዓይን ክንመሃር እንከለና ግን ኣብ ሓደ ክፍሊ ኢና ነይርና ኪሮስ ፍርቂ ገጹ ይላጸ ነይሩ ኣነ ዓመጸኛ ስለ ዝነበርኩ ፍርቂ ገጸ ተላጸኹን እና ኪሮስ ባይዘወይ ወዲ በይዛኖ እውን እዩ ወለዱ ብጣዕሚ እዮም ተኣሽም ዝብልዎ ያው ኪሮስ ቆልዓ መፅባዓ ስለ ዝኾነ ኮርስ ድሕሪኡ እውን ኣለዎ ቆልዑ መስለኒ ግን ኣዲኡ ንበይኑ ስለ ዝነበራ መስለኒ ፍሉይ እዩ ተሓሕዝኡ ናይ ኪሮስ ዕንቁቕ እዩ ማለት እየ ስለዚ ሳልሳይ ክፍሊ እናተምሃርና ሓደ መምህር ፋንታውን ቢያድግልኝ ዝበሃል ወዲ ዓድዋ እዚ እኳ ኣነ ሰብዓ ኣኺለ ኣለኹ እሶም ብሂወት ይህልው ዶ ይህልውን ኣይፈልጥን ርግፀኛ እየ ንኣሽቱ ቆልዑ እናሃለና ዓብዪ ሰብ እዮም ነይሮም ክልቴና ኪሮስ ስለ ዝነበርና ዝኾነ ሕቶ ወይ ገለ ክመፅ እንከሎ ወይ ክንምልስ ክንድለ እንከለና ኪሮስ ዶ ይበሃል ክልቴና ንለዓል ደሓር መምህር ፋንታውን ተጸጊሞም እንታይ እየ ገይሮም እስኻ ኣይኮንካን ንዓኻ ንስኻ ንኪሮስ ሃይለ ስላሴ ዘይኮነስ ንኪሮስ ኣለማዮ እየ ዛዕድል እዚኣ ዝህባ ይብሉ ወይ ከዓ ንኪሮስ ሃይለ ስላሴ እየ ዝህባ ይብሉ ድሓር ከምኡ እናደጋገምና ታእሽ ምስ በልና እሞ ድሕሪ ሕዚ ኣብ ክፍሊ ኪሮስ ሃይለ ስላሴ ኪሮስ ሃይለ ስላሴ ኢኻ ኪሮስ ኣለማዮ ዮናስ ኢኻ ይብልዎ ደሓር ዮናስ ይኸፍእ ማኖ ኪሮስ ኣለማዮ ይኸፍኦ ደስ ኣይበሎን እታ ዮናስ ትብል ሹም ደሓር ያው ናይ ነገር ናብራ ቆልዓ ዓወፅወፅ ይብል እሞ ዋ ኪሮስ ኢሎምዎ ኣብ ክፍሊ እናሃለኻ እኮ ኢኻ እምበር ኣብ ደገን ኣብ ሰርቲፊኬትን እኮ ሹምካ ኪሮስ ኣለማዮ እዩ ንሱውን ኪሮስ ሃይለስላሰ እዩ ስለዚ ቅረ ይበልካ ድሓር ከኣ ነብዩ ዮናስ እኮ ትንግርተኛ ዓብዪ ተኣምር ዝሰርሐ እኮ ነብይ እኮ እዩ ኣብ ከብዲ ዓሳ ነባሪ ሰለስተ መዓልትን ሰለስተ ለይትን ጸኒሑ ብሂወት ኣብ ገምገም ባሕሪ ተዓሳ ነባሪ ተፊእዎ ብሂወት ዝተረኸበ ሰብ እኮ እዩ ተኣምረኛ እዩ ስለዚ ቅር ከብለካ ኣይግባእን ይብልዎ። በዚኣ ተቐቢልና ያው ሳልሳይን ራብዓይን ወዲእና ካብ ራብዓይ ንላዕሊ ስለ ዘይነበረ ትምህርቲ ቤት ንውቕሮ ከድና ውቕሮ እውን ሓምሻይ ሻድሻይ ሻውዓይ ሻሙናይ ክሳብ ዝኣቱ ብሓደ ኣብ ሓንቲ ክፍሊ ነርና ኣጋጣሚ ኮይኑ ካልእ ኪሮስ ወሲኽና ኪሮስ ኣለማዮ ኪሮስ ሃይለስላሴ ኪሮስ ገብረ ክርስቶስ ኣብ ሓንቲ ክፍሊ ነርና ኣጋጣሚ ኮይኑ ግን ከምቲ ናይ ስንቃጣ ዓወፅወፅ ኣየጋጠመን ኪሮስ ክበሃል እንከሎ ኪሮስ ሃይለስላሴ ይበሃል ወይ ኪሮስ ኣለማዮ ይበሃል ንለዓል ስለዚ ኣብ ሻሙናይ ኢና ተፋላሊና ኣነ ሻሙናይ ቀዳማይ ሚኒስትር ተኣሽም ምስ በልኩ ነስመራ ከይደ ኪሮስ ኣለማዮ መቐለ ከይዱ ማለት ሻሙናይ ምስ ወድአ መቐለ ድጎማ መምህር ኮይኑ ተኣሽሙ እናበለ እናሃለወ ክራር ለሚዱ ሽዑ እውን ሸምበቆ ይፃወት እዩ ነይሩ ዕንደር ፋፃ ይፃወት ነይሩ ብጣዕሚ ጎበዝ እዩ ነይሩ ስለዚ ክራር ምፅዋት ጀሚሩ እቶም ዘምህሮም ዝነበሩ ቆልዑ ግድን እናሸፈቱ ግዲ በረኻ ወፂኦም ተኣሲሩ ሸፊትካ ከምዘ ማኑ ደሪፍካ ከምዘሸፈትካዮም ደሪፍካ መልሶም ተባሂሉ ተኣሲሩ ሓደ በሊ ካልኣይ ኣዲስ ኣበባ መፅኡ ራስ ትያትር ተቆፂሩ ራስ ትያትር ብ ሰብዓን ሽዱሽተን ዓመተ ምህረት እዚ ኣምፒር ሲነማ ኣምፒር ጥቕኡ ተኣሽሙ ኣለዎም መለማመዲ ስቴሪዮ ክለብ ዝበሃል ኣብኡ እዩ ዝነብር ነይሩ ኪሮስ መንበሪ ገዛ ኣይነበሮን ሓንቲ ክፍሊ ሂቦሞ ኣብኣ ይነብር ነይሩ ድሓር ሰለስተ ሚእትን ገለን ሰብ ዝሕዘ ኣዳራሽ እዩ ናይት ክለብ እዩ ነይሩ እቲ ቦታ እቲ ስቴሪዮ ቅድሚ ራስ ትያትር ምውሳዶም ንመለማመዲ ቦታ ቢሮታት ኣሎ ካብተን ቢሮታት ሓንቲ ሂቦምዎ ኣብኣ ይነብር ነይሩ ሕዚ ኣትዩ በቃ ጸምዩዎ ምስ ጸሞ ኣይ ቢራ ሰትየ ክምለስ ኢሉ ውፅእ ምስ በለ ድሕሪ ሓሙሽተ ደቂቃ እታ ገዛ ተቓጺላ ኮላይ ሲኔማ ኣምፒር ተቓጺሉ እቲ ዝነበሮ ቦታ እውን ተቓጺሉ ዓሰርተ ዓመት ተቓጺሉ ብዶው ተሪፉ እቲ ቦታ። ኪሮስ ንስኻ ኣቲኻ ምስ ወጻኻ ኢኻ ተቓጺሉ እዚ ገዛ ተባሂሉ ወርሒ ተኣሲሩ። ካልኣይ ግዜ ተኣሲሩ ማለት እዩ። ሳልሳይ ከዓ ተጋሩን ኤርትራውያንን ብሰብዓን ሸሞንተን ክእሰሩ እንከለዉ ማእከላዊን ሶስተኛን ኪሮስ እንደገና ወያኔነት ተኣሲሩ እነንጉዕ የፍስስ ንምቕናይ እታ ካሴት ምልእቲ ክልተ ሰለስተ ካሴት ዝኾና ኣብኡ ገጢሙን ኣዚሙን ወፂኡ እዩ ካሴት ወፅኡ እንጉዕ የፍስስ ዝብል ካሴት ዘውፀ ሳልሳይ ተኣሲሩ ማለት እዩ ስለዚ ነቢይ ዮናስ ሰለስተ ለይትን ሰለስተ ቀትርን እንድዩ ኣብ ከብዲ ዓሳ ነባሪ ፀኒሑ ብሂወት ዝወፀ ኪሮስ እውን ሰለስተ ግዜ ካብ ሞት ደርጊ ካብ መንጋጋ ሞት ኣምሊጡ ዝወፀ ሰብ እዩ ኪሮስ ኣለማየሁ። ድሕሪ እዚ ኮይኑ ንራኸብ ነይርና ኢና በብእሱር ኣስትያትር ኣና ሃገር ፍቅር ኮይና ንራኸብ ነይርና ኢና። ስለዚ ሶፋር ናተይን ናይ ኪሮስን ምሕዝነትን ዕርክነትን ካብ ህፃንነት ጀሚሩ ክሳብ ጎልማሳነት ዘመን ኣይ ቲንክ ሰላሳን ክንደይን ዓመት ክሳብ ንገብር ወይ ኣርባዓ ክሳብ ንኣቱ ብሓደ ነርና ማለት ይከኣል
ፀቡቅ እሺ ይቀኒልና ወግዒ ጥራሕ ከይኸውን ብደረቑ ምስቲ በዓል ምዃኑ በየነ ታሻምበቆ እውን ዓሰርተ ግዜ ከምዚ ከምዚ እዩ ዝገብራ ዘሎ ናፊቅካ ይመስለኒ ሙዚቀኛ ከምኡ እንድዩ
ንእሽተይ ክትብለልና ኢኻ ተፃውተና ኢኻ ፅቡቅ እሺ